መድሓኒናን ኢየሱስ ክርስቶስ ዝተፈተኹም ህጻናትን ንዑና ባይ ዝበለኩምን ኩሉኹም ብሓፈሻ ስድራ እግዚኣብሔር ኣብ ርሑቕን ኣብ ቀረባን ዘለኹም ስድራ እግዚኣብሔር ከመይ ውዒልኩም ከመይ ቀኒኹም ከመይ ኣለኹም ህያው እግዚኣብሔር ብኣና ብሓጥኣን ባሮቱ ዝኸበረን ዝተመስገነን ይኹን ዘለናዮ ቅንያት ቅንያት ዓቢ ጾም ከም ምኻኑ ኩልና ንስሓን ጸሎትን ኣቲናሉ ዘለና ግዜ ምዃኑ ኩልና ምስ እግዚኣብሔር እንራኸበሉ ቀንዲ መንገዲ ምዃኑ እንደገና ድማ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ከምዚ ግበሩ ኢልና ብዝኸደ መንገዲ ኣብዚ ዕለት እዚ ድሮ እንኳን ሻሙናይ ሰንበት በጺሕና ኣለና እዛ ዕለት እዚኣ እምበኣር ቅዱስ ያሬድ ብዝደረሶ ድርሰት ካብ ኒቆዲሞስ ሰጊርና ሆሣእና በጺሕና ኣለና። ዘለናዮ ዕለት እምበኣር ሆሣእና ተባሂሉ ይጽዋዕ። ሆሣእና ማለት ሕጂ ኣድኅን፣ ሆሣእና ማለት መድኃኒት፣ ሆሣእና በኣርያም እናበሉ ከም ዘመስገንዎ ንሕና እውን እግዚኣብሔር ኣምላኽ ቅዱስ ፍቓዱ ኮይኑ ሆሣእና፣ ብኣርያም ሕጂ ኣድሕነና ካብ መከራና ካብ ስቓይና ካብ ኩሉ ጭንቀትና ኣድሕነና ክንብሎ ናይ ኣምላኽና ቅዱስ ፍቓዱ ይግበረልና። እምበኣር ከምቲ እንዛረበሉ ዝጸናሕና ከም ስርዓት ቤተ ክርስትያንና ከምቲ ቅዱስ ወንጌልና ውን ዝምህረና ብዛዕባ ሆሳእና ሎሚ ድማ ኣብ ወንጌላዊ ማቴዎስ ምዕራፍ ዕስራን ሓደን ፍቕዲ ሰለስተ ዘሎ ሃይለ ቃል ጌርና ክንመሃሃር ኢና። እቲ ቃል ንኹልና ዝጠቅም እዩ። እቲ ቃል ንኹልና ናብ ድሕነት ዝጽውዕ እዩ። እቲ ቃል ንኹልና ድማ መድሃኒት ዝኾነና እዩ። ምኽንያቱ ከምቲ ኣቐድም ኣቢልና ዝበልናዮ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ሆሳእና ብኣርያም እናበሉ ከምዘመስገንዎ ሕጂ ኣድሕነና እንብለሉ ግዜ ስለዝኾነ ብኡ መሰረት ድማ ወንጌላዊ ማቴዎስ ዕስራን ሓደን ፍቕዲ ሰለስተ ዘሎ ሃይለ ቃል ከምዚ ይብል ጎይታይ ይደልዮ ኣሎ ጎይታይ ይደልዮ ኣሎ እዚ ዝተዛረበ ጎይታናን ኣምላኽናን መድሓኒናን ኢየሱስ ክርስቶስ እዩ ጎይታይ ይደልዮ ኣሎ በሉ ኢሉ መድሃኔኣለም ኢየሱስ ክርስቶስ ዝተዛረቦ ቃል እዩ። እቲ ዝዛረበሎም ዘሎ ኣካል ድማ ንሃዋርያት እዩ ወይ ድማ ጴጥሮስን ዮውሃንስን ዝተባህሉ እዮም። ጴጥሮስን ዮውሃንስን ክልእኾም እንከሎ ከምዚ ኢልዎም፣ ጐይታይ ይደልዮ ኣሎ በሉ ኢሉ። እምበኣር ብዛዕባ ሆሳእና መጀመርያ ኣብ መጽሓፍ ቅዱስ ኣርባዕቲኦም ወንጌላውያን ጠቒሶሞ ኣለዉ፣ ወንጌላዊ ማቴዎስ ምዕራፍ ዕስራን ሓደን ካብ ፍቕዲ ሓደ ክሳብ ዓሰርተ ሓደ፣ ወንጌላዊ ማርቆስ ምዕራፍ ዓሰርተ ሓደ ካብ ፍቕዲ ሓደ ክሳብ ዓሰርተ ሓደ፣ ወንጌላዊ ሉቃስ እውን ምዕራፍ ዓሰርተ ትሽዓተ ካብ ፍቕዲ ሰላሳን ሸሞንተን ክሳብ ኣርባዓ ዘሎ ሃይለ ቃል ገሊጾሞ ኣለዉ። ወንጌላዊ ዮሃንስ እውን ምዕራፍ ዓሰርተው ክልተ ካብ ዓሰርተ ክልተ ክሳብ ዓሰርተ ትሽዓተ ብሰፊሕ ተገሊጽልና ኣሎ ስለዚ ነቲ መጽሓፍ ብደቂቅ ክነንብቦን ክንርድኦን ናይ እግዚኣብሔር ኣምላክ ቅዱስ ፍቃዱ ይግበረልና ጎይታይ ይደልዮ ኣሎ ጎይታይ ይደልዮ ኣሎ በሉ እዚ ዝዛረቦም ዘሎ ንጴጥሮስን ዮሃንስን እዩ ንጴጥሮስን ዮሃንስን ንምንታይ ጐይታናን ኣምላኽናን መድሓኒናን ኢየሱስ ክርስቶስ ነዞም ክልተ ሃዋርያት ጥራይ ልኢኹ? ዓሰርተ ክልተ ሃዋርያት ክልእኽ ምኸኣለ ነይሩ። ሰብዓን ክልተን ኣርድእቲ ክልእኽ ምኸኣለ ነይሩ። ካብዞም ኩሎም ፈልዩ ግን ንጴጥሮስን ንዮሃንስን ለኣኾም። ኣብ ደብረ ታቦር ንጴጥሮስን ዮሃንስን ተላኢኾም ከም ዝነበሩ መጽሓፍ ቅዱስ ይነግር እዩ። ከምኡውን ኣብ በኣለ ፋሲካ ጴጥሮስን ዮሃንስን ተላኢኹም ከም ዝነበሩ መጽሓፍ ቅዱስ ወንጌላዊ ሉቃስ ምዕራፍ ዕስራን ክልተን ይገልጽ እዩ። በዚ መሰረት ከኣ ጐይታይ ይደልዮ ኣሎ። ጐይታናን ኣምላኽናን መድሓኒናን ኢየሱስ ክርስቶስ ካብ ደብረ ዘይቲ ናብ ኢየሩሳሌም እናተጓዕዘ እንከሎ ካብ ደብረ ዘይቲ ናብ ኢየሩሳሌም ወይ ድማ ናብ ቤተ መቕደስ እናኸደ እንከሎ ዓሰርተ ኣርባዕተ ምዕራፋት ዝነበሮ መንገዲ እዩ። እምበኣር ነቲ ክልተ ምዕራፋት ዝውጣሓላ ኣድጊ ንኸምጽልዩ ንጴጥሮስን ንዮሃንስን ኪዱ ኢሉ መልእኽቲ ሂብዎም። ኪዱ ማለት ከምቲ ወንጌላዊ ማቴዎስ ገሊጽዎ ደሎ ኪዱ ብስም ኣብን ወልድን መንፈስ ቅዱስን እናጥመቕኩም ንኹሎም ደቂ መዛሙርተይ ግበርዎም። ንሃዋርያት ንጴጥሮስን ንዮሃንስን ከኣ ከምዚ ኢልዎም ኪዱ ኬድኩም እታ እስርቲ ተኣሲረን ዘለዋ ኢሉ። ከነስተውዕለሉ ዘለና ሓደ ነገር ኣሎ። ተኣሲረን ተኣሲራ ዘላ ኣድጊ ፈቲሕኹም ኣምጹለይ። እዚ ማለት ዘይተኣስራ የእዱግ ብዙሓት ነይረን እየን። ነገር ግን መድሃኔኣለም ኢየሱስ ክርስቶስ ነታ ተኣሲራ ዘላ ኣድጊ ፈቲሕኹም ኣምጽእዋ ኢሉ። እዚ ማለት ብቅድስቲ ቤተ ክርስቲያንና ትርጓሜ ክረእ እንከሎ ነቶም ኣብ ጭንቅን መከራን ዘለና ብጭንቀት ተዋሒጥና ካብ እግዚኣብሔር ዝረሓቅና ብዘይ ኩሉ ነገር ዓቅልና ጸቢብና ናብ ኣምላኽ መቀራረቢ መንገዲ ሲኢንና ዘለና ነዚኣቶም እቶም ብማእሰር ሓጢኣት ብማእሰር ጽድቂ ዘይኮነስ ብማእሰር ሓጢኣት ተኣሲሮም ዘለዉ ንኹሎም ፈቲሕኹም ኣምጽእዎም ክብል ስለ ዝደለየ እዩ። ስለዚ ኸኣ ኬድኩም ነተን እሱራት ፈቲሕኹም ኣምጽወን። ነቶም ጻድቃናት ኣይበለን፣ እንታይ ደኣ ነቶም ብሓጢኣት ወዲቖም ዘለዉ፣ ነቶም ብጭንቀት ዓለም ዝተሳዕሩ፣ ነቶም ኣብ ሓጢኣት እናኾኑ ናብ መንገዲ ኣምላኽ ንኸይመጹ ሰይጣን ብ ብዙሕ ነገር ዝፋታተኖም ዘሎ ነዚኣቶም ኬድኩም ፈቲሕኩም ኣምጽእዎም ኢሉ። ስለዚ ኸኣ ኣብዚ ግዜ እዚ እዩ ኸኣ እምበኣር ጐይታናን ኣምላኽናን መድሓኒናን የሱስ ክርስቶስ ኣብኡ ምስ ከድኩም ግን ኢሉ ኣብኡ ምስ ከድኩም ግን ሓደ ነገር ኣሎ ንሱ ኸኣ እንታይ እዩ መን ልኢኹኩም ዝብል እዩ መን ልኢኹኩም ዝብል እዩ ነቲ ኣድጊ ፈቲሕኹም ክተምጽዎ እንከለኹም መን ልኢኹኩም ዝብል ኣካል እንተድኣ ረኺብኩም ጎይታይ ይደልዮ ኣሎ በሉ። ጎይታይ ይደልዮ ኣሎ። ስለዚ ጎይታይ ይደልዮ ኣሎ ምባሉ መጀመርያ ክርስቶስ መድኃኔዓለም ንጴጥሮስን ንዮሐንስን ምስዳዱ ከምቲ ኣብ ኦሪት ዘዳግም ምዕራፍ ዓሰርተ ትሽዓተ ፍቕዲ ዓሰርተ ሓሙሽተ ተጻሒፉ ዘሎ ኃይለ ቃል ንመሰኻክር እዩ ሰዲድዎም። ክልተ ብምዃኖም ክልተ መሰኻክር ምኽንያቱ ኣብ ኦሪት ሓደ ነገር ነይሩ ሓደ ነገር እሱ ድማ ን ምስክር ካብ ክልተ ሰለስተ ካብኡ ንላዕሊ ይእዝዙ ነይሮም ስለዚ ከኣ በቲ ናይ ኦሪት መሰረት ከኣ ክርስቶስ መድሃኒኣለም ከኣ ምላሽ ንኽህቦም ኢሉ ንጴጥሮስን ንዮሃንስን ንኽልቲኦም ከም መሰኻክር ሰዲድዎም እቲ ካልኣይ ድማ ናይ ቀረባ ደቂ መዛሙርቱ ንሳቶም እዮም ናይ ቀረባ ደቂ መዛሙርቱ ንሳቶም እዮም። ምክንያቱ ወንጌላዊ ሉቃስ ምዕራፍ ዕስራን ክልተን ክንምልከት ንክእል ኢና። በቲ ሓደ ከኣ ጴጥሮስ ዝዓበየ ብዕድመ እዩ ነይሩ፣ ዮሃንስ ከኣ ዝነኣሰ እዩ ነይሩ። ጴጥሮስ ኣብ እምነቱ ጽኑዕ እዩ፣ ጴጥሮስ ኣብ ትብዓቱ ሓያል እዩ፣ ዮሃንስ ከኣ ፈቃር እዩ ነይሩ። ስለዚ ክርስቶስ መድኃኔ ዓለም ከኣ ንጴጥሮስ ብትብዓቱ ንዮሃንስ ድማ ብፍቅሩ ጸዊዕዎ። ስለዚ ክርስቶስ መድኃኔዓለም ፈቃር ብምዃኑ ኣብ እምነትና ክንጸንዕ ከም ዘለና ንዮሓንስን ንጴጥሮስን ልኢኹ ኣብዚ ግዜ እዚ ኬድኩም ነታ ኣድጊ ፈቲሕኹም ኣምጽእዋ። ፈቲሕኹም ክተምጽእዋ እንከለኹም ከኣ መን ደልይዋ እንተ በለኩም ጐይታይ ይደልያ ኣሎ። ጐይታይ ይደልያ ኣሎ። ስለዚ ደላይኣ ጐይታ ስለ ዝኾነ ስለዚ ድማ ኣብኡ ምስ ከድኩም ነቶም ዝሓትኹም ከምዚ ኢልኩም መልሱ ኢሉ። ሓደ ቃል ኣሎ ክቡራን ምእመናን ህዝበ እግዚኣብሔር እሱ ከኣ እንታይ ዝብል ክርስቶስ ሓደ ነገር ተዛሪብዎም ነይሩ እንታይ ኢልዎም ኪዱ ናብታ ቅድሜኹም ዘላ ዓዲ ኪዱ ኢሉ ናብታ ቅድሜኹም ዘላ ዓዲ ንምንታይ እቲ ዓዲ ስማ ዘይጠቐሳ መቸም ክርስቶስ መድኃኔ ዓለም ዘይፈልጦ ነገር የለን ኩሉ ነገር ዝፈልጥ እዩ ኣብ ልብን ከላሊትን መርሚሩ ዝፈልጥ ኣምላኽ ክነሱ ኣብታ ቅድሜኹም ዘላ ዓዲ ኸድኩም ፈቲሕኹም ኣምጽኡ ኢሉ ኣብታ ቅድሜኹም ደላ ዓዲ ምባሉ እታ ዓዲ ዘይምጥቃሱ ሎሚ ካህናት መምሃራን ኩሎም ወገናት ደቂ ቤተ ክርስትያን ዝኾንኩም ብዓሌት በውራጃ ብትምህርቲ ብ ብሃብትን ብድኽነትን ብጥዕናን ብሕማምን ካይፈላለኹም ነቦታት ካህናት ንኹሎም ናባይ ክመጹ ግበርዎም ንምባል እዩ። ምኽንያቱ ዓዲ ኣይፈለየን ኣብ ከምዚኣ ዓዲ ከይድኩም ኣይበለን ስለዚ ብምንም ነገር ዘይትፈሊ ቤተክርስትያን ስለ ዝኾነት ንኹሎም ናብ ንስሓ ተመሊሶም ኣማንን ዘይኣማንን ወይ ድማ ሓደ ኣብ ቤተክርስትያን ዝነብርን ካብ ቤተክርስትያን ዝወጸን ሓደ ኣብ መስተ ዝነብርን ሓደ ኣብ ቅድስና ዝነብርን፣ ሓደ ብሃብቲ ዝመላለስን ብድኽነት ዝመላለስን፣ ሓደ ብጥዕና ዘይብሉን ብጥዕና ዘለዎን፣ ካይፈላለኹም ንኹሎም ናባይ ከም ዝመጹ ግበርዎም። ስለዚ እግዚኣብሄር ኣምላክ እቲ ዓዲ፣ ኣብ ቅድሜኹም ዘላ ናህና ሓንቲ ዓዲ ኣላትና ኣብ ቅድሜና ዘላ ሰማያዊት መንግስተ ሰማይ ንምውራስ እዩ ኩሉ ጉዕዞና ኣብ መሬት ኩሉ ዕዮና እሱ እዩ ስለዚ ከኣ ንሃዋርያት ንጴጥሮስን ንዮሃንስን ከምዚ ክብሎም ንርኢ ከድኩም ኣብታ ቅድሜኹም ዘላ ዓዲ ኣብኣ ዘላ ኣድጊ ፈቲሕኹም ምስ ዒሎኣ ኣምጹለይ ኢሉ እዚ ክብል እንከሎ ወንጌላዊ ማቴዎስ እታ ኣድጊ ምስ ዒሎኣ ኢሉ ማርቆስን ሉቃስን ዮሃንስን ድማ ብዛዕባ እታ ዝተወጣሓላ ሓንቲ ኣድጊ ጥራይ ገሊጾም። ንምንታይ እንተ ኢልና፣ ምኽንያቱ ኣብ ትንቢት ሚልክያስ እንተ ተመልኪትና ምዕራፍ ትሽዓተ ፍቕዲ ትሽዓተ ትንቢት ነይሩ እዩ። ስለዚ ወንጌላዊ ማቴዎስ ድማ ነቲ ትንቢትን ነቲ ንሱ ዝዛረበሉ ዘሎ ቃልን ኣጣሚሩ ድማ ከምዚ ክብል ንርእዮ፣ ንዓኣን ነታ ዒሎኣን ሒዝኩምለይ ምጹ። ስለዚ ከምዚ ኢሉ ክርስቶስ መድኃኔዓለም ምኽንያቱ ትንቢት ነቲ ናይ ትንቢት ንምርኣይ ክልተ ጠቒሱ ወንጌላዊ ማቴዎስ ወንጌላዊ ማርቆስን ሉቃስን ዮሐንስን ግን ነታ ዝተወጥሓላ ጥራይ ኢሎም ስለዚ ኩሉ እቲ ምስጢሩ እንተ ተመልኪትና ትንቢተ ዘካርያስ ምዕራፍ 9 ፍቕዲ 9 እንተ ተመልኪትና ከምኡ እዩ ዝብል ክመጽእ'ዩ፣ ኣብ ኣድጊ ተወጢሑ፣ ኣብ ዒሉ ተወጢሑ ክመጽእ'ዩ፣ ኣብ ዳግማይ ክመጽእ'ዩ እናበለ ትንቢተ ዘካርያስ ብሰፊሕ ገሊጹ ይነግረና'ዩ። ሓደ ሕቶ ኣሎ፣ ንምንታይ ክርስቶስ መድኃኔዓለም ብሰረገላ ክመጽእ ይኽእል ነይሩ፣ ብደመና ክመጽእ ይኽእል ነይሩ፣ ብብዙሕ ነገር ክመጽእ ዝከኣሎ ኣምላኽ'ዩ፣ ምንም ነገር ዝኽልክሎ ኣምላኽ ኣይኮነን፣ ንምንታይ ኣድጊ መሪጹ? ምኽንያቱ ኣብቲ ግዜ እቲ ዝነበሩ ኣፍራስን ሰረገላታትን ብዙሕ ብፍጥረቱ እግዚኣብሄር ኣምላኽ ብዝፈጠሮ ፍጥረታት ነጊሶምን ዓብዮምን ይኸዱ ነይሮም። ክርስቶስ መድኃኔዓለም ግን በታ ድኽምቲ ኣድጊ ገይሩ መጺኡ። እዚ ኸኣ ሰለስተ ምኽንያት ዘለዎ እዩ። እቲ ቀዳማይ፣ ትንቢት ንምፍጻም እዩ ከምቲ ክንብሎ ዝጸናሕና ትንቢተ ዘካርያስ ምዕራፍ ትሽዓተ ፍቕዲ ትሽዓተ ዘሎ ሃይለ ቃል ትንቢት ንምፍጻም እዩ ነቲ ትንቢት እቲ ንምፍጻም እዩ እቲ ካልኣይ ድማ ኣብቲ ግዜ እቲ ነገስታት ሓደ ነገር ይገብሩ ነይሮም እዮም ምክንያቱ ሰላም እንተ ደኣ ኮይኑ ወይ ድማ ናብ ሰላም ዝዝምር እንተ ደኣ ኮይኑ ኣብ ፈረስ ተወጢሖም ጻዕዳ ለቢሶም ይዘሩ ነይሮም እዩ ከምኡውን እንተድኣ እቲ ኲናት ናብ ክፉእ ነገር ይኸይድ ሃልዩ፣ ጸሊም ልብሲ ለቢሶም በቲ ጸሊም ዝለበስዎ ድማ ተወጢሖም ይዘሩ ነይሮም እዮም። ስለዚ ናይ ክብሪ ንግስነቱ ንምግላጽ፣ ናይ ክብሪ ንግስነቱ ንምርኣይ ኣብ ኣድጊ ተወጢሑ። ስለዚ ድማ ካብቲ ነገስታት ዝገብርዎ ዝነበሩ ግን ብኣድጊ ክኸይድ ንርእዮ። ኣብዚ ሓደ ነገር ከኣ እቲ ሳልሳይ ኣሎ፣ ንሱ ኸኣ ትሕትና እዩ። ምኽንያቱ እግዚኣብሄር ኣምላኽ ዝኣክል፣ መድኃኔ ዓለም ኢየሱስ ክርስቶስ ዝኣክል፣ ኩሉ ነገር ዝከኣሎ፣ ደመናት፣ ንፋሳት፣ ኩሉ ነገር ክእዝዝ ዝኽእል ኣምላኽ ክነሱ ብኣድጊ መጺኡ። ስለዚ እትሕትንኡ ከርኢ ስለ ዝደለየ እዩ። ምኽንያቱ ክርስቶስ መድኃኔዓለም ናብታ ዝኸደላ ዝነበረ ንሓሙሽተ ሽሕን ሓሙሽተ ሚእትን ዓመት ኣብ ባርነት ንነብረሉ ዝነበረ ሰብ ምንም ነገር ብቕድሚኡ ጽድቂ ዘይተገብረ ምኽንያቱ ኩሎም ዘዝተወልዱ ኣብ ሓጢኣት ዝነብርሉ ዝነበሩ ብናይ ስጋ መድሃኒት ዝርከበሉ እምበር ብናይ ነብሲ መድሃኒት ዘይርከበሉ ዝነበረ ዘመን ክርስቶስ መድሃኔ ኣለም ደሙ ኣፍሲሱ ስግኡ ቆሪሱ ክህበና ይመጽእ ስለ ዘሎ እቲ ቀዳማይ ብትሕትና መጽዩ ብትሕትና ቀዲሱ ብትሕትና ክመጽእ እንከሎ ግን ብኣድጊ ክመጽእ እንከሎ እቲ ቀንዲ ምክንያት እንታይ እንተ ኢልና ኣድጊ ክትሃድም ኣይትኽእልን እዩ ስለዚ እንሆ ኣነ በቲ ዝደለኹምኒ ሰዓት ይርከብ እየ፣ ኣብ ዝደለኹምኒ ግዜ ድማ ኣለኹ ንምባል ነታ ኣድጊ መሪጹ። ስለዚ ንምንታይ እዩ መድሃኔ ኣለም ኢየሱስ ክርስቶስ ነታ ዝተኣስረት ኣድጊ ፈቲሕኹም ኣምጽእዋ ሎሚ ካህናት ኣቦታት ንኹሉ ዓለም ፈቲሖም ንኽመልሱ ፈቲሖም ንኸምጹ መድኃኔዓለም ኢየሱስ ክርስቶስ ብኸምዚ መንገዲ ኣዚዝዎም ስለዚ ኸኣ እዮም ጴጥሮስን ዮሐንስን ኣብኡ ኸይዶም ነቲ ኣድጊ ምስ ዒሎኣ ናብ መን ኣምጺኦማ ናብ ክርስቶስ ኣምጺኦማ ናብ ክርስቶስ ምስ ኣምጽዋ ድማ ኩሎም ኣብቲ ቦታ ዝነበሩ ኣብ ኢየሩሳሌም ዝነበሩ ምንጻፎም ኣንጺፎም ነታ ዒሉ ኣብ ልዕሊኣ ዘሎ ኣልባስ ኣልባሶም፣ ክዳውንቶም፣ ካብ ዝዓበየ ክሳብ ዝነኣሰ ኣብ ልዕሊ'ታ ዒሉ ገይሮም ንክርስቶስ መድኃኔዓለም ነቲ ኣድጊ ከይተረፈ ነታ ዒሉ ከይተረፈ መንጸፍ እናገበሩ እናመርሕዎ ንመድኃኔዓለም ኢየሱስ ክርስቶስ ክኸዱ ንርኢ። ስለዚ ነቲ ኣድጊ መዓር ክንድዚ ክብረት ሂቦማ። እዛ ዒሉ እዚኣ ብእግራ መንጸፍ እናረገጸት ኣብ ሕቖኣ ድማ ንክርስቶስ መድኃኔዓለም ስለ ዝጸረት ንኣምላኽና ስለ ዝጸረት፣ እታ ክትጸሮ ዘይግብኣ ስለ ዝጸረት፣ ኣልባስ ገይሮም ንዓኣ እናዓጀብዋ፣ ሆሣእና በኣርያም፣ ወዲ እግዚኣብሔር ሕጂ ድሕን፣ እናበሉ ክኸዱ ንርኢ። ክቡራን ምእመናን ሕዝበ እግዚኣብሔር፣ ሎሚ ቅድስት ቤተ ክርስቲያንና ሓደ ዓቢ ነገር ትገብር እያ። ንሱ ኸኣ እንታይ እዩ? ከምቲ እዚኣቶም ነታ ብምንም ነገር ኣድጊ ምንም ነገር ዘይትበቅዕ ካብተን ዝብልዓውን ናይ ቤተ ክርስቲያንና ዘይኰነት ምንጻፍ ኣልቢሶም፣ ኣብ ዝባና ድማ ኮቦርታ ኣንጺፎም ንክርስቶስ ዝተቐበልዎ፣ ነታ ሰማይ ዘይጸሮ መሬት ዘይጸሮ መድኃኔ ዓለም ኢየሱስ ክርስቶስ ኣብ ውሽጣ ዘኅደረት ኔዴና ቅድስተ ቅዱሳን ንጽሕተ ንጹሓን ድንግል ማርያም ማዕረ ክንድዚ ምኽንያቱ ሉቃስ ወንጌላዊ ከምዚ እዩ ዝብል ካብ ሕጂ ኩሎም ወለዶ ብጽእቲ ክብሉኒ እዮም ይብል ካብ ሕጂ ኩሎም ወለዶ ብጽእቲ ክብሉኒ እዮም ስለዚ መድኃኔዓለም ኢየሱስ ክርስቶስ እታ ዝተወጠሓላ ዒሉ እንኳን መንጸፍ ናይ መሬትን መንጸፍ ናይ ዝባናን ዘድለያ ነዴና ቅድስተ ቅዱሳን ንጽህተ ንጹሓን ድንግል ማርያም ብምሉእ ክብሪ ክነኽብራ በዚ ትምህርቲ እዚ ክነመሓላልፍ ይግበኣና እዩ ምኽንያቱ እሳ መድኃኒት ዝወለደትልና እያ እታ ዒሉ እንተ ተመልኪታ ንክልተ ክልተ መንገዲ ዝኣክል ጥራይ እያ ጼራቶ ድንግል ማርያም ግን ንትሽዓተ ወርሕን ዝኣክል ኣብ ከርሳ ጼራ ስለዚ ኢና ከኣ ንድንግል ማርያም ኣደ ክርስቶስ ጥራይ ዘይኮነት ስለ ኩሉ ነገር ክትከብር ስለ ዝግብኣ መድሃኒኣለም ኢየሱስ ክርስቶስ ባዕሉ ናይ ክብረት እቲ ቅዱስ ንቅዱሳን ክንቅደስን ክንባረኽን ስለ ዝደሊ ብከምዚ መንገዲ ስለ ዝመሃረና ብኸምዚ መንገዲ ድማ ኣብ ቅድስቲ ቤተ ክርስቲያንና ልዑል ክብረት ጌርና ንቕበላ ማለት እዩ። ስለዚ ኣማላድነት ናይ ኣዴና ቅድስተ ቅዱሳን ንጽህተ ንጹሃን ድንግል ማርያም ኣይፈለየና። እቲ ካልኣይ ፈቲሕኩም ኣምጽኡለይ ዝብል እዩ። ፈቲሕኩም ኣምጽኡለይ መድኃኔ ዓለም ኢየሱስ ክርስቶስ ፈቲሕኩም ኣምጽእዎም ኢልዎም። ሎሚ ኣቦታት ካህናት ይኹኑ መምሃራን ቤተ ክርስቲያን ተመላለስቲ ቤተ ክርስቲያን ነፍሰ ወከፍ ናይዚ ድሕነት እዚ ተሓተቲ ምዃንና ክንፈልጥ ይግብኣና እዩ። ከመይ እንተደኣ ኢልና ኩሉ ሰብ ድሒኑ ተፈቲሑ ኣብ ቅድስቲ ቤተ ክርስቲያን ኣብ ንስሓ መጺኡ ከምቲ ጴጥሮስን ዮሃንስን ሕድሪ ዝተዋህብዎ ናይ ክህነት መዓርግ ሒዞም ፈቲሖም ከምጽኡ ዝተኻእሉ፣ ስለዚ ኣብ ቅድስት ቤተ ክርስቲያን መጺኦም ድማ ኣብ ካህናት ተማሂሮም ተገሲጾም ከምኡውን ግቡእ ቆነና ወሲዶም ኩሉ ሰብ ክድሕን በዚ መንገዲ እዚ ቤተ ክርስቲያንና ትምህር እያ። ፈቲሕኩም ኣምጽኡለይ። ናይ ሃዋርያት ስራሕ ከምኡውን ናይ ካህናት ስራሕ በዚ ሎሚ ፈቲሕኩም ናብ ክርስቶስ ምምጻእ እዩ። ናብ መድኃኔዓለም ኢየሱስ ክርስቶስ ምምላስ እዩ። ከምቲ ቅድም ኣቢልና ዝበለና ጐይታይ ይደልዮ ኣሎ። ሎሚ ጐይታናን ኣምላኽናን መድኃኒናን ኢየሱስ ክርስቶስ ንኹልና እዩ ዝደልየና ዘሎ። ሎሚ ኣምላኽና ንኹልና እዩ ዝጽውዓና ዘሎ። ሆሳዕና በኣርያም ሕጂ ኣድሕን ሕጂ ኣድሕን እናበሉ እንከለዉ፣ ኣብ ኢየሩሳሌም ብርቱዕ ዋጭዋጭ ክኸውን እንከሎ፣ ሓደ ተኣምራት ተገይሩ ነይሩ። ብፍላይ ወንጌላዊ ዮሃንስ ብደቂቕ ገሊጽዎ ኣሎ። ንሱ ኸኣ እንታይ እዩ? ኵሎም ሆሳዕና ብኣርያም እናመስገኑ እንከለዉ፣ ህጻናት ካይተረፉ፣ ደቂ ኣርብዓን ደቂ ሰማንያን ዘይኣኽሉ ዕድመ፣ ኣብ ሕቖ ዝባን ናይ ኣዴታቶም እንከለዉ፣ ካብ ዝባን ኣዴታቶም ዝወረዱ፣ ክሳብ ሸውዓተ ዓመት ዘለዉ ይኹኑ፣ ኩሉ ሰብ ሆሳኣና ብኣርያም እናበለ እናመስገነ እንከሎ ከመስግን እንከሎ ሓደ ነገር እቶም ክፉእ ዝሓስቡ ወይ ድማ ሰናይ ነገር ዘይደልዩ ፈሪሳውያን ከምዚ ክብሉ ሓቲቶሞ ነይሮም ጎይታይ ይርብሹ ኣለዉ እዞም ህጻናት ስቅ ክተብሎም ኣይትኽእልን ዲኻ ኢሎሞ ዘገርም እዩ ክቡራን ምእመናን ህዝበ እግዚኣብሔር ምክንያቱ ጎይታይ እዞም ህፃናት ስቕ ክብሉ ኣይክእሉን ድዮም ምስ በሎ ክርስቶስ መድሃኔ ኣለም ንሳቶም እንኳን ስቕ እንተበሉ ንሳቶም እንኳን ትም ተበሉ እዚ ኩርባን እምባን ግን ስቕ ኣይክብልን እዩ ኢሉ ብቃሉ መስኪርሎም እዩ ስለዚ ክቡራን ስድራ እግዚኣብሔር ሆሳእና ብኣርያም ክብል እንከሎ ሎሚ ኣብዚ ግዜ እዚ ንሕና ክንድሕነሉ ዝግብኣና መንገዲ ካብቲ ናይ ድሕነት መንገዲ ዝረሓቕና ኣብ መንገዲ ድሕነት ዘየለና ናብ መንገዲ ድሕነት ክንመጽእ ከም ዘለና ዘዘኻኽር ሓቀኛ መንገዲ እዩ። ሆሳኣና ብኣርያም ሕጂ ኣድሕን ምክንያቱ እግዚኣብሔር ኣምላክ ክርስቶስ መድኃኔ ዓለም ሕጂ መጽዩ ከድሕነና ሕጂ መጽዩ ክጽውዓና ሕጂ መጽዩ ምሳና ክነብር ሕጂ መጽዩ ኣብ ቤትና ክነብር ሕጂ መጽዩ ኣብ ሓዳርና ክህሉ ሕጂ መጽዩ ኩሉ ህይወትና ክባርኽ እንተደኣ ኮይኑ ንሕና ምስ እግዚኣብሔር ክንህሉ ይግባኣና እዩ ምኽንያቱ ናይ ሃዋርያት ሕድሪ ከምቲ ቅድም ኣቢልናዮ ዝበልናዮ ኪዱ ኢልዎም እዩ። ኪዱ ብስም ኣብን ወልድን መንፈስ ቅዱስን እናጥመቕኩም ደቂ መዛሙርቲ ይግበርዎም። ኪዱ መሃሩ፣ ኣስተምህሩ፣ ገስጹ፣ ምለሱ። እዚ ቃል ኣምላኽ እዩ። ስለዚ መድኃኔዓለም ኢየሱስ ክርስቶስ ንሃዋርያት ዝሃቦም ሕድሪ እዩ። ስለዚ በዚ ግዜ እዚ ኣብዚ ሰዓት እዚ ድማ ሃዋርያነትና ክንርስዕ እውን ኣቦታት ካህናት መምሃራን ቤተ ክርስቲያን ካይንርስዕ ክነስተውዕል ይግብኣና እዩ። ምኽንያቱ ዝተዋሃብናዮ ዓቢ ሕድሪ ካብ መድኃኔዓለም ኢየሱስ ክርስቶስ እዩ። ማንም ሰብ ዝዓደለና ኣይኮነን። ማንም ሰብ ዝከኣሎ ኣይኮነን። ምኽንያቱ ንስኻትኩም ዝኣሰርኩሞ ኣብ መሬት ዝኣሰርኩሞ ኣብ ሰማይ ዝተኣስረ ክኸውን እዩ፣ ንስኻትኩም ዝፈታሕኹሞ ኣብ መሬት ዝፈታሕኹሞ ድማ ኣብ ሰማይ ዝተፈትሐ ክኸውን እዩ። ስለዚ ስልጣን ክህነት ክሳብ ኣብ ሰማይ ዘለዎ ዓቕሚ ምዃኑ ተረዲእና ንሕና እውን ብዘይ ወገንነት ብዘይ ዓለትነት ብዘይ ዝኾነ ነገር ንህዝብና ክነገልግል ከም ዘለና ደቅና ክንፈቅድ ከም ዝግበኣና ምስ ኣምላኽና ክንነብር ከም ዝግበኣና ብዘይ ዝኾነ ነገር ክንታለል ከም ዘይብልና ብረብሓ ኮነ ብንግስነት ምክንያቱ ካብ ኩሉ ነገር ወፂና ካብ ኩሉ ነገር ተኣሊና ካብ ኩሉ ነገር በታ ንመንግስተ ሰማያት ክትእቱ ትኽእል ንዓናን ንህዝብናን ክንመርሕ በዚ ናይ ጴጥሮስን ዮሃንስን ታሪክ ክንርኢ ንኽእል ኢና ምክንያቱ ጴጥሮስን ዮሃንስን ኪዱ ኣብኡ ንዘሎ ንዝሓተተኩም ግን እንታይ ኢሉ ጎይታ ይደልያ ኣሎ ሎሚ ንሕና ጎይታይ ይደልዮ ኣሎ ጎይታይ ናብ ንስሓ ተመሊስኩም ክትነብሩ ይደልየኩም ኣሎ ኢልና ክንምህር ዝግብኣና እቲ ቀንዲ መስረት ካብ ጴጥሮስን ዮሃንስን ዝተምሃርናዮ እዩ ክቡራን ምእመናን ህዝበ እግዚኣብሔር ንስኻትኩም እውን ምክንያቱ ከምቲ ክርስቶስ መድኃኔ ዓለም ንጴጥሮስን ዮሃንስን ኣዚዝዎም ክእዝዞም እንከሎ ድማ ንምንታይ እዩ ነታ ኣብታ ተኣሲራ ዘላ ፈቲሕኹም ኣምጽዋ ዝበለ ንሱ ኩሉ ነገር ከም ዝፈልጥ ወይ ድማ ጎይታ ኩሉ ከም ዝተኣስረት ኣቐዲሙ ከም ዝፈለጠ ንዓኣ እውን ፈቲሖም ከምጽዋ ከም ዘለዎም ዝኣዘዘ ኩሉ ነገር እናፈለጠ እዩ ስለዚ እቲ ቀዳማይ ኩሉ ነገር ከም ዝፈልጥ እዩ ዝገልጽ እቲ ካልኣይ ድማ ምልክት ምሕረት እዩ መድሃኒኣለም ኢየሱስ ክርስቶስ መሓሪ እዩ ምክንያቱ ንዓና ክብል ጎይታ ኣምላኽናን መድሓኒናን ኢየሱስ ክርስቶስ ናብ መሬት ምምጽኡ ንኣዳም ኣጥፊእዋ ዝነበረ ርስቲ ንኣዳም ኣጥፊእዋ ዝነበረ ሃፍቲ ንኣዳም ተሰጒጉላ ዝነበረ ሓሙሽተ ሽሕን ሓሙሽተ ሚትን ዓመት ኣብ ባርነት ተጸቒጥናሉ ኣብ ዝነበርና ኣብ መስቀል ውዒሉ ስግኡ ቆሪሱ፣ ደሙ ኣፍሲሱ፣ በቶም ንዓ ንዕኡ ዘይበቅዑ ቅዱስ ክነሱ በቶም ርኹሳት ጡፍ እናተባህለሉ ኣብ መስቀል ውዒሉ ንዓና ኣድሒኑና እዩ። ስለዚ ድሕነትና ክንፈልጥን ክንርዳእን ይግበኣና እዩ። ሎሚ ኣብ ግዜ ንእስነትካ ንእግዚኣብሔር ትዝክረሉ ግዜ እዩ። በዚ ድማ ክርስቶስ መድኃኔዓለም ፈቲሕኹም ኣምጽኡለይ ከም ዝበለ፣ ሎምውን ኩልና ኣቱም ጾር ዝኸበደኩምን ናባይ ንዑ ኣነ ከዕርፈኩም እየ ዝብል መድኃኔዓለም ኢየሱስ ክርስቶስ እዩ። ኳሕኩሑ ከርሕወኩም እየ ክኸፍተኩም እየ ዝብል ኣብ ቀረባና ዝኾነ እግዚኣብሔር እዩ። ስለዚ ኣብ ቤት ኣምላኽ ኣብ ቅድሜና ኣብ ቀረባና እንተ ኣልዩ ኣብ ቤት ኣምላኽ ኬድና ንእግዚኣብሔር ኩልንትናና ክንነግሮ ይግብኣና እዩ። ካብ ቤት ኣምላኽ ዝረሓቐ ወይ ድማ ኣብ ቤተ ክርስቲያን ዘይብሉ ቦታ ንዝሃለና እውን ንእግዚኣብሔር እንረኽበሉ መንገዲ ኣቦታትና ብቅድስትና ክነብሩ እንከለዉ ኣቦታትና ኣብ ቤት ኣብቲ ናይ ጎይታ ሕግን ትእዛዝን ክነብሩ እንከለዉ ክሳብ ምልክት መስቀል ኣብ ቅድሚኦም ገይሮም ንነዊሕ ዓመታት ዝጸለዩን ዝጾሙን ኣቦታት እዮም ዘለዉና ስለዚ እግዚኣብሔር ኣምላኽ ናይ ኩሉ ነገር ዝፈልጥ ምዃኑ ክንፈልጥ ይግባኣና እዩ ከነመኽንኣ ኣይግባኣናን እዩ ምኽንያቱ እግዚኣብሄር ናይ ምኽንያት ኣምላኽ ኣይኮነን። ምኽንያቱ ኬድኩም ናባይ ንዑ ክብል እንከሎ ሎሚ ንሕና ከኣ ድሉዋት ኮይንና ናብ እግዚኣብሄር ኣኣብ ዘለናዮ ቦታ ብቅድስናን ብንጽህናን ክንመላለስ ምኽንያቱ ኣብ ቤተ ጸሎት ኣብ ዘለዎ ቤተ ክርስቲያን ኣብ ቀረባና ኣብ ዘለዎ ናብ ቤተ ክርስቲያን ቀሪብና ኣብ እግሪ ቦታት ወዲቕና ቅዱስ ስግኦን ክቡር ደሙን ክንወስድ እቶም ብስራሕ ምኽንያት ኣብ ርሑቕ ቦታ ዘለና፣ ኣብ ቤተ ክርስቲያን ክንረኽበሉ ዘይንኽእል ቦታ እውን፣ እግዚኣብሄር ኣምላኽ ኣብ ውሽጥና ከም ዘሎ፣ ምኽንያቱ ነታ ኣድጊ እስርቲ ምዃና ክርስቶስ እዩ ነጊርዎም። ተኣሲራ ከም ዘላ እሱ እዩ ሓቢርዎም። ስለዚ ክርስቶስ መድኃኔ ዓለም ኣብ ውሽጥና ዘሎ ነገር ኩሉ ነገር ይፈልጥ እዩ። ጭንቀትና ይፈልጥ እዩ። ድኻምና ይፈልጥ እዩ። ጸገምና ይፈልጥ እዩ። እንደልዮ ይፈልጥ እዩ። ስለዚ ኩሉ ነገር ስለ ዝፈልጥ ድማ ኩልንትናና ናብ እግዚኣብሔር ክንመልስ ይግበኣና እዩ። ምስ እግዚኣብሔር ክንዘራረብ ይግበኣና እዩ። ምስኡ ክንነብር ይግበኣና እዩ። ብዘይ ብኡ ብዘይ ብኣይ ሓንቲ እኳ ክትገብሩ ኣይትኽእሉን ኢኹም ዝብል ኣምላኽ እዩ። ስለዚ ብዘይ ንሱ ሓንቲ እኳ ክንገብር ኣይንኽእልን ኢና። ነገስታት እንተ ደኣ ኮይንና ኣብ ንግስነትና ኮይንና ንእግዚኣብሔር እነስምረሉ መንገዲ ክንደሊ ይግበኣና እዩ። ሃብታማት እንተ ደኣ ዀይንና፣ በቲ ዘለናዮ ንዋይ ንእግዚኣብሄር ከነመስግን፣ ንእግዚኣብሄር በረኸትና ክንህብ፣ እቲ እግዚኣብሄር ዝሃበና፣ እቲ እግዚኣብሄር ዝዓደለና፣ ኵልንትናና ምሳና ዝፈልጥ፣ ኵልንትናና ምሳና ዘሎ ዝፈልጥ ኣምላኽ ስለ ዝዀነ፣ ኣብ ውሽጥና ስለ ዝፈልጥ፣ ኵልንትናና ዘለና ሃብቲ ዀነ ዘለና ንብረት ስለ ዝፈልጥ፣ ስለዚ እቲ ዝሃበና ኸኣ ንሕና ክንገብረሉን ክንሰርሓሉን፣ ምዃንና ፈሊጡ ስለ ዝሃበና እቲ ክንገብሮ ዝግብኣና ክንገብር ይግብኣና እዩ። ኩልና እቶም መምሃራን እውን ብትምህርትና በቲ እግዚኣብሄር ዝገለጸልና በቲ መንፈስ ቅዱስ ዝገለጸልና ክንምህር ክንግስጽ ክንጽውዕ ብዝጸውዓና መንገዲ ክንጽውዕ ይግብኣና እዩ። ስለዚ እግዚኣብሄር ኣምላኽ ከምዚ ገይሩ እዩ ዝጽውዓና ዘሎ ጎይታይ ይደልዮ ኣሎ። ሎሚ ጎይታ ንኹልና ይደልየና ኣሎ። ሎሚ ጎይታ ኣብ ንግስነትካ ይደልየካ ኣሎ ሎሚ ጎይታ ኣብ ሃብትካ ይደልየካ ኣሎ ሎሚ ጎይታ ኣብ ትምህርትካ ይደልየካ ኣሎ ሎሚ ጎይታ ኣብ ሓዳርካ ይደልየካ ኣሎ ሎሚ ጎይታ ኣብ ንእስነትካ ይደልየካ ኣሎ ሎሚ ጎይታ ኣብታ እትነብረላ ዘለካ ቦታ ይደልየካ ኣሎ ኣብ ኩሉ ዘለካዮ ቦታ እግዚኣብሄር ይደልየካ ኣሎ ጎይታ ይጽዋዓካ ኣሎ ምክንያቱ ኬድኩም ፈቲሕኹም ኣምጽኡለይ መን ይደልዮ ኣሎ ጎይታ ይደልዮ ኣሎ ስለዚ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ዝኣክል ክደልየና እንከሎ ወይ ድማ እግዚኣብሔር ዝኣክል ኣብ ውሽጥና ኣትዩ ክነብር እንከሎ እንገብሮ ሓጢኣት ክንፈልጥ ይግብኣና እዩ። ካብ እግዚኣብሔር ዝተሰወረ ሓጢኣት የለን። ካብ እግዚኣብሔር ዝረሓቐ መንገዲ የለን። ምክንያቱ ስለዚ እዩ እኮ እግዚኣብሔር ኣምላኽ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ኪድ እሞ ፈቲሕኩም ኣምጽዋ ጎይታ ይደልዮ ኣሎ። ምክንያቱ ጎይታ ናብ ጎይታ ክንመጽእ እንከለና ዕንቅፋት እንከምዶ ኣለና እግዚኣብሄር ክንብል እንከለና፣ ናብ ኣምላኽና ክንጽጋዕ እንከለና፣ ብዙሕ መሰናኽል ከም ዘሎ ካብዚ ቃል እዚ ክንመሃር ንኽእል ኢና። መን ደልይዋ እንተ ኢልኩም ኢሉ። መን ይደልዮ ኣሎ እንተ ኢልኩም ጎይታ ይደ ሎሚ ናብ ቤት ኣምላኽ ካይንመጽእ ናብ እግዚኣብሄር ካይንምለስ ናብ ኣምላኽና ካይንጥምት ብዙሓት ናይ ቀራና ጎደና ናይ ቀራና መንገዲ መዐንቀፊ ኮይኖምና ዝነብሩ ዘለዉ ብዙሓት እዮም። ነቲ ቅዱስ ቃል ከይንሰምዕ፣ ነቲ ቅዱስ ትምህርቲ ከይንመሃር፣ ብቅድስንኡ ከይነመስግን፣ ብቅድስንኡ ከይንባረኽ፣ ብቅድስንኡ ድማ ኣብ ቅድስና ንኸይንበጽሕ ምክንያቱ መድሃኒኣለም ኢየሱስ ክርስቶስ ከምቲ ቀድም ኣቢልና ዝበልናዮ ፈሪሳውያን እቶም ቀናኣት ስለ ዝነበሩ ክሳብ ተሰቕልዎ ዘይቀስኑ ስለ ዝነበሩ ምንም ነገር ቅሳነት ብዛዕባ ክርስቶስ መድሃኒኣለም ንድሕነት ይዝምር ከም ዘሎ ናብ ድሕነት ይመጽእ ከም ዘሎ እዚ ኹሉ ነገር ኣየስተውዓሉን፣ የዒንተ ልቦናኦም ድማ ተደፊኑ ነይሩ። ሎሚ ከምኦም ክንከውን ኣይግብኣናን እዩ። ሎሚ ንነብስና ፈቲሽና ብቕድስናን ብንጽህናን ክንመላለስ ዝግብኣና እዩ። ክንደየኖት መዓልቲ ይኾና ኣብ ቅድስናን ኣብ ንጽህናን ተቐሚጥና ዝነበርናለን። ብመዓልታት ስራሕና እንተዘይሰሪሕና ብዙሕ ግዜ ንጭነቕን ንሓምምን ኢና። እቲ ናይ ስራሕ ኣምላኽ ዝኾነ ዝሃበና ንኣምላኽና ዘይረኸብናዮ ግዜ ግን ዘየጉሃየና ዘመናት ብዙሕ እዩ። ስለዚ ክቡራን ስድራ እግዚኣብሄር ሎሚ ናብ እግዚኣብሄር ኣምላኽ ክንምለስ ናብ እግዚኣብሄር ክንመጽእ ናብ እግዚኣብሄር ክንቀርብ ይግብኣና እዩ። ሆሳእና ብኣርያም ሆሳእና ብኣርያም ሆሳእና ክንብል እንከለና ሕጂ ኣድሕነና ኢና ንብል ዘለና። ሕጂ ኣድሕነና ክርስቶስ መድኃኔዓለም ከኣ ከምዚ ይብል ኣሎ ሕጂ ኣበይ ኣለኹም ምኽንያቱ ሕጂ ኣድኅነና ሆሣዕና በኣርያም እናበልና በዓሉ ክነኽብር በዓሉ ክንቅድስ ንመጽእ ኣለና ጐይታናን ኣምላኽናን መድኃኒናን ኢየሱስ ክርስቶስ ከኣ ሕጂ ኣበይ ኣለኹም ምኽንያቱ ቅዱስ ሃዋርያ ከምዚ እዩ ዝብል እታ መዓልቲ ድኅነት መኣስ እያ ኢሉ ሕጂ እያ እታ መዓልቲ ድኅነት ሕጂ እያ ስለዚ እታ መዓልቲ ድኅነት ሕጂ ስለ ዝኾነት እንገብሮ ካብ ሕጂ ይጅምር ቅድስናና ካብ ሕጂ እዩ ምምላስና ካብ ሕጂ እዩ ኣብ ቤት ኣምላኽ ምንባርና ካብ ሕጂ እዩ እግዚኣብሔር ኣምላክ ሓያል ኣምላኽ እንኳን እንተኾነ ብሓጢኣት ዝጸባጸብ ኣምላኽ ግን ኣይኮነን ብቅድስና ዝጥምት ብንጽህና ክንመላለስ ዝደሊ ኣብ ቤቱ ክንነብር ብሓጢኣት እንኳን እንተወደቕና ብሓጢኣት እንኳን እንተተመላለስና ንነዊሕ ዓመታት እንኳን ኣብ ሓጢኣት እንተነበርና ንሓንቲ ሰዓታት እኳ ግብሪ ጽድቂ ዘይብልና እንተ ዀንና፣ እግዚኣብሄር ኣምላኽ ግን ክንጠፍእ ዘይደሊ ኣምላኽ እዩ። እንታይ ደኣ፣ ምስኡ ኽንነብር ዝደሊ ኣምላኽ እዩ። ወዲቕና ብዝወደቕናዮ ካይንተርፍ፣ ሓጢእና ኣብ ሓጢኣትና ወዲቕና ስቕ ካይንብል፣ ብቕድስናን ብንጽህናን ክንመላለስ፣ እታ መዓልቲ ድሕነት ሕጂ'ያ እናበለ ይጽውዓና። ሆሣዕና በኣርያም! ሆሣዕና በኣርያም! ጐይታ ሕጂ ድሐን! ጐይታ መድኃኒት እዩ ማለት እዩ። ስለዚ መድኃኔ ዓለም ኢየሱስ ክርስቶስ መድኃኒት ምዃኑ፣ መድኃኒት ክንበልዕ ገዲፉልና ከይዱ እዩ። ቅዱስ ስግኡን ክቡር ደሙን ክንበልዕ ገዲፍልና ከይዱ እዩ። ስለዚ ስለ ኩሉ ነገር ንእግዚኣብሔር ኣምላኽና ሆሳእና በኣርያም፣ ሆሳእና በኣርያም፣ ሆሳእና በኣርያም እናበሉ ህዝቢ ኢየሩሳሌም ከም ዘመስገንዎ ንሕና እውን ንኣምላኽና ክንጽውዖን ንኣምላኽና ኣብ ዝለና ኣበይ ኣለኹም ምስ በለና ኣብ ዝለና ክንብሎ ናይ ኣምላኽና ቅዱስ ፍቓዱ ይግበረልና። ኣውደኣመትና ይባርኸልና ኣውደኣመትና ይቐድሰልና ከምዚ ኣብ ብርሃነ ሆሳእናሁ ብሰላም ኣብጺሕና ዘሎ ድማ ተሪፍና ዘሎ መዓልቲ መዓልታት መዓልታት ሕማማቱ እንዝክረሉ ስቅያቱ እንዝክረሉ መከርኡ እንዝክረሉ ብፍላይ እዘን ዝመጻ ዘለዋ መዓልታት ብርግጽ ሕማማቱን ስቅያቱን ኣብ ውሽጥና የእቲና ስቅያት ክርስቶስ መድኃኔ ዓለም ስቅያት ናህና ኢሉ ዝወረደን ንስቅያትና ኢሉ ዝሓለፈን ምዃኑ ተረዲእና ናብ ኣምላኽና ክንጥምት ናይ ኣምላኽና ቅዱስ ፍቃዱ ይግበረልና ብርሃነ ትንሣኤኡ ብሰላም የብጽሓና ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር።